ሰበይትኻ ከመይ ኮይና ደሓንያ ሕጂስ ሓውያ ሰብ እኮ ከተለል ጀሚራ ኦ
እሞ ፅቡቕ ብስራት እንዲኽ ደኣ ሒዝኪ መፅእ
እወ በቲ ሓደ ፅቡቕ ብሽራት በቲ ሓደ ከዓ ኣንታ ኣደይ ሰሓውያ እቲ ዓዳኹ ሓፍተይ ደኣ መፍቶታ ረኺባ ክትጋናዘየለይ ውዒላ እምበር መን ትብለፅ
መን ደኣ ዘይንሳ መን ሓፍቲ ኣለኒ ሓፍትኺ ደኣ ከመይ ኣቢላ እያ ትጋና ዘይልኪ ምዃንሳ እንታይ ገይራ ዘይንስኻ ካ ተዋርደን ዘለኻ እዋ
ኣይ ብኢደይ ኣይ ብእግረይ ደኣ ምንታይ ከውዒለ እየ ኣነ ዘዋርደኪ መምህር ኣነስ ከም ዝመጽእ እፈልጥ ኔረ ቁሩብ ገንዘብ ሃበኒ ሃበኒ ነደይ ከሕክማ ኢለካ እስኻ ፈጺምካ ክትሰምዓኒ ኣይከኣልካን ሰብኣያ ኩሉ ስለ ዝሸፈኖ ሕጂ ነዛ ማዕረ ትብጽሓና ሰበይቲ ናበይና ጌራታ ዋእ ኣታ ኣይንርኣዮ ነደይ ከይተረፈት እኮ እያ ሓቢላታ ማዕለሽ እቲ ዝዓበየ ነገር ምሕዋይ ናይ ኣዴኺ እዩ ዘገድስ እሰን እንቋዕ ኣሕወያ ብርሃን ክሪኣ ከኣላ እንተ እቲ ናይ ሓፍትኺ ግን ብዙሕ ግምት ኣይትሃብዮ ሰብ ማዕረ ነብሱ እዩ ዝሓስብ እዚኣ እዚኣስ በዓልቲ ገንዘብ ኮይናስ ንዓይ ንሓፍታ ክትዋራዘየለይ። ግደፍያ እንዶ ከምድላያ ትኹን ንምንታይ ኢኺ ማዕረ ክንድዚ ትሓሚ ኣዴኻ እኮ ኣዴኻ ምዃና ኣይተርፋን። ን መምህር ሕጂ ውን ትሰምዓኒ ተርኣ ኮንካ ናይ ግድን ናይ ግድን ገንዘብ ትህበኒ እንተ ኮነ ኩሉ ካብኡ ተረፈ ከኣ ፍርቂ ወጻኢታት ናይ ሕክምና ባዕለይ ክሽፍኖ ክእል ኣለኒ። ርግበ እንታይ ትብልኒ ኣለኺ? ግዛ ዝብለካ።
ኣነ ደኣ እሞ ሃምንታይ እየ ክዕነቐልኪ? ተለቂሕካ ዲኻ ተመርቂሕካ ዲኻ? በጃኻ መምህር ንሎሚ ሰብ ኩነኒ ንሎሚ ሰብ ግበረኒ በጃኻ። ኦው ሓሚምኪ እየ ክመስለኒ።

ኣይትጋገይ ደድሕሪ ንፋስ ከምዘይ ጉየባ ፍለጢ ግደፈኒ በጃኻ ኢለካ ሕጂ እዛ ዝብለካ ጥራሕ ግበረለይ ኣንቲ ቆልዓ ኣብዛ ገዛ ኣነ ንስኽን ንፈልጠን ሽሕን ሓሙሽተ ሚእትን ንኣፍ ኣሎ ሸሞንተ ሚእቲ ናይ ገዛ ክራይ እተን ዝተረፋ ንማይ ንሉቼ ነስቤዛ እዚኤን ንትረፋ ጉም ይበላ ትብሊ እተ ደኣ ኳንኪ ፍቓድኪ የኹን ኣታ ኣሚን ሓወይ ንሳ እኮ ሓሪሳን ምሒሳን ዘምጽኣቶ ገንዘብ ኣይኮነን ሳላ ሰብኣያ ግን ኣፍ ልባ ነፊሓ ትኸይድ ኣላ እዚስ ከም ሰብ ቁሩብ ኣየቕንኣካ በፉጹም ቁሩብ በፉጹም ኣነ መጠን ነብሰይ ዝነብር ሰብ እየ ምስ ዘይዓቕመይ ከኣ ዘተሃላልኽ ምኽንያት የብለይን ተስፋይ ነጋዳይ ኣነ መምህር ክልቴኹም ሰብኡት ክልተ ኣሕዋት ምዃንኩም ግን ኣይተርፈኩምን'ዩ። ልክዕ ኣነ ናትኪ ንሱ ናይ ትብለጽ። እሞ ሰበይትኻ ክትነዓቕሲ ደስ ይብለካ? መጀመርያ በዓልቲ ቤተይ ብምዃንኪ ትነዓቒ ኢኺ ዝብል እምነት የብለይን። ደሓር ከኣ እንታይነት ናይቲ ዝንዕቕ ሰብ ዝፈልጦ እንተድኣ ኾይነ ሕሱር መጠን ነብሱ የሕስረካ ኢለ ሸለል ኢለ'የ ዝሓልፎ። ኣኽ ወይ ኣነ ቁርሕቲ ነዚኣ ክብድለ ተፈጢረ ኣኽ ዕድለይ ስን ዕጨ እምኒ ደኣ። ግደፊ
ግደፊ ተሰማስሊ ምስትምሳል ናይ ድኹማት እዩ። ግደፈኒ በጃኻ ኢለካ።
ኣብ ጸገም ወላዲተይ ወላ ሓንቲ ኣበርክቶ ዘይብለይ ሰብ ክኸውን ኣነ ምውላደይ ድኣ ታይ ትርጉም ኣለዎ ንወላዲተይ ዘይከውን ተኾይነስ እንታይ ጥቅሚ ኣለኒ እብለካ ኣለኹ። ግደ ሓቂ ዶ ክዛረብ?
ተዛረብ! እዚ ትብልዮ ዘለኺ ብልክዕ ብወላዲትኪ ከተስቆርቁርን ክትሓስብን ትኽእልን ዲኺ? እንተኾነ ዝሕመኪ ዘሎ ነዴኺ ስለ ዘይሕከምኪ ዘይኮነስ ምስ ሓፍትኺ ስለ ዘይተዋዳደርኪ እዩ። ይተካእ ይለቀብ ኣዴኺ ሓውያ። ተወዲኡ። በዚ ተሓጎሲ

ማንግስቲ እንቋ ሓጎሰና ዋይ ተስፋይ ወደይ እንቋ ሓጎሰና እወ እንቋ ሓጎሰና ዝወደይ ኣደ
ማዓረይ ተስፋይ ኣይኮነን መምህር እዩ። እም ተስፋይ እንዲ መሲልኒ። ደሓን ኩልና ሓደ
ሓደስ ኣይኮንኩምን ኣበይ ኣበይ ምስ ተራኸብኩም
ከመይ ቀኒኻ ደኣ ከመይ ውዒልክደ እንታይ ደኣ ይትፈላልዮም እባ ኣነ ዶ ጻዕዳን ጸሊምን ሕብሪ ለኽየ ፈላልየዮም ኢልክኒ? ግብሮም'ዩ ስድርን እመትን ገይርዎም ኣዴኺ። እንኪ በሊ እዚ ትብለጺ እዚ ብኡ ግበርዮ። እንታይ እዩ?
እዋይ በናና ደሓን እዝስ ኣይትበልዑን እያ ከይባላሸ ነቶም ደቅኹም ተማልኡሎም። እንተኾነ ደይትበልዑ ስቕ ኢልክን ደሓዚ። ደይትበልዑን እያ እብለኪ ኣለኹ። ደሓር ከኣ ሜለ ኣራንሺ ማንጉስ ተስፋ የምጺእላ እዩ። ኣቲ ትብለ ጽምዋ ሕጂ መጺ እንዲ እንታይ ክኸውን ጥራሕ ተቐበል እያ ትምልቲ። ን
መምህር ኣነ እኮ ካብዚ ጓሐፍ ኢለ እምበር ጸገም የብሉን በቲ ጫፍ ኣጸግዕዮ።
ማማ ንግስቲ ዓይኒ እሞ ናብ ንቡር ዶ ተመሊሱ።
ኣነስ ሓውየ ሓውየ ነዞም ደቀይ ደኣ ኣትዒበዮም እምበር። ኣቲ ኣደ እንታይ ጌርናልኪ እዚ ዶ በዚሑኪ ኮይኑ ወረ ተስፋይሲ ዱባይ ወሲዱ ክሕክመኪ እዩ ሓሲቡ ኔሩ።
ይኣምነለይ ይኣምነለይ ዝኮርዒዳ ወደይ። እዛ ሃያብ እዚ ጅግና ተስፋይ ደኣ ተስፋ ልበይ እንድዩ ኣምላኽ ባዕሉ ደኣ ዝጎደሎ ይተክኣሉ ሽሻዩ ቲዕ ቲዕ ኢላ ጃሕ ጃሕ ትበለሉ ዝወደይ። ኣሜን ኣደ
ኣትደ እዚ ምርቓ እምበር ኩሉ ንግፍ ኣቢልክን ተስፋ ሂብክዮ። ተወደይ
ኣበይ እሞ ዝውረስ እንደሞ ይምነበረንን ኩሉ ምሃብክዎ
ይግቦ እዩ ተስፋይ ንፉዕ እንዲ ዝገፍለጠካ ዝገፍለጠካ መምህር ከመይ ዓቢ ሰብ መስለካ እዛ ጓለይ ርሕስቲ እያ ኣብ ሻኻ እዩ ውዲቕዋ
ኣላ ኣደይ እዚ ዘረባኽስ ክጥዕም
ከመዓላትኩም እውይ ተስፋይ ሓወይ መፂኻ? መፅየ ኦው ተስፋይ ዕምርኻ ክነውሕ እንዳዘከርናካ መፅኻ። ኣይመሪቐዮ እንድየ ነዊሕዎ ዕምሩ ንዓስኪ ንዓስኪ መዓረይ ኣብዚ ጥቓይ ኮፈል ኣንታ ደጀን።
መምህር ደኣ ኣለኻ ዲኻ? ኣለና ተስፋይ ስራሕ ዳኣ ቁሩብ ብርትዕ ኢልና እምበር። ከመይ ኣሎሞ ስራሕ? ስራሕ ደሓን እዩ ጽቡቕ ኣሎ።
ርግበ! ተስፋይ!
በሊ ንሀለት ልጊ ሰበይትስ ውርሕርሕ ኢላ። እወ።
እንታይ እቲ ደራዕ ናብ በይንኻ ኮይኑ እታ ተስፋይ? ሶሪ ሓገዝናካን። ኖ ኖ ኖ ጸገም የብሉን እዚ እዚ ኣብ ጣውላ ንህጥፎ እዩ። ደሓር ከኣ ዘይነዓቓትኩም ነዞም ወርሓዊ ደሞዝ ትጽበዩ ኣመና ከቢድ እምበር ንዓና ደኣ እንታይ መምህር ዓሰርተ ዒስራ ሽሕ መዓልታዊ ንሱ እንድየልካና
ዓሰርተ ዒስራ ሽሕ መዓልታዊ ደኣ ኣይበዝሐንዶ? ኖርማል እዩ ርግበ ገሪምኪ ድዩ? ኣይፋለይን ክሳብ ክንድኡሲ ምጥንቃቕ የድሊ ኢለ እየ። እንታይኸ ክትብሊ ደሊኺ? ናበይ ናበይ ጎጽ ኢኺ ትወስድዮ ዘለኺ ዘረባ? ወይለይ
ርኣይኑ ርኣይኑ እኮ ሕብኡ ንሕብኡ ንእይ ዝወልድ። ሓሳድ!
ቀኒእኺ እባ ደኣ! እንታይ ኮይነ ኢለ?
ዓይንኺ ደም መሊእኪ! ኣንቲ እንታይ ግበሪ እያ ትብለኪ ዘላ? ክንዲ ሓገዝ ኣድዩ? ኣደ!
ደብ በሊ ደብ እንታይ ግበሪ ትብልያ ኣለኺ እዛ ቆልዓ። ኣትደ
እንታይ ዶ ሕማቅ ተዛሪበ እየ። ዳሓን ዳሓን ኣማጻጽኣ ገንዘብ ስለ ንፈልጦ ሲ ቡዙሕ ኣይትሰከፊ ርግበ።
ካብ ሓልዮ ዝነቀለ እዩ ተስፋይ። ተረዲእኒ
መምህር፣ ኣቤት።
ኣነሲ ብዙሕ እዋን ኣብ ሓንጎለይ ዝመላለስ ሕቶ ኣሎ። ገለ ክሕግዘካ ምደለኹ። እምባእ
ግርም ሓገዝ ዶ ጽላእ ኮይኑ?
ማለተይሲ ኣነን ንስኻን ሓኖታት እንዲና? ድሮኳ ደቅናስ ደቂ ሓትነታት ኮይኖም ኣለዉ። ዜሮ ዜሮ ከኣ ኣዝማድ ኮይና ኣለና ማለት እዩ። ያ ሹር ሹር ሹር። ሰይ ዝወደይ ኣየ ልቦና ነዚ ዘረባስ እርንብ ጥርንፍ ኣየ ክእለ። የቐንየለይ ማማ ንግስቲ። መምህርና ዝረብሕ ደሞዝ ዘሎ ኣይመስለንን። ስለዚ እዚ ከምዚ ንሕና ንሰርሖ ኣየር ብኣየር መሳሊ ገለ መበገሲ ክህበካ እሞ ክትፍትን ወይ ውን ድላላ ተመሪጽካ ከኣ ምስ ሰባት ከተኣሳስረካ።
እቲ ሓልዮት ትኣክል እዩ ተስፋይ።
እወ'ኖ ሓደ ኮንካ ክልተ ኣይክወንን'ዩ ስለዚ'ሲ ካብ ስራሕ መምህርናኻ ብዓሰርተ ዕጽፊ ንሱ እበልጸካ መስለኒ እይ መምህር እንታይ'ዩ ርእይቶኻ? እምቧእ ቅድሚኡ ግን ንመምህርና ብኸመይ ትዕቅኖ ወይ ብኸመይ ትጥምቶ ንስኻ'ኸ
ምምህርና ደኣ እንታይ ዝጥመት ኣለዎ እንታ መምህር ምስ ንግድን ኣጻጺረ እሞ ክንዲ ሰማይን መሬትን እዩ ትፍልሊ
የስ ርኣኻ ተስፋይ ምምህርና ንዓይ በቲ ንስኻ ዝገለጽካዮ ዘይኮነስ በንጻሩ እዩ። ምምህርና ዕግበት እዩ። መምህር ምዃን ማለት መሪሕ ምዃን፣ ብርሃን ምዃን ማለት እዩ። ኣብዚ ዕላልና ንእግረ መንገዲ ሓደ ሓቂ ተበጊሱ ኣሎ። ኣብ ህይወት ዘለና ኣረኣእያ ዝተፈላለየ ምዃኑ እዩ። መምህር፣
ዕግበት እንታይ ማለት እዩ? ሓቂ እንዶ ንዛረብ፣ ጓኖት እኮ ኣይኮናን። ንምንታይ ኢና ሓቂ ዓቢጥና ንሰግሮ? ሰማይ ዝሃገርኩም እንዳ መምህርሲ ዓጊብኩም ኢኹም ትሓድሩ። ኣክን ደቀይ ንዕነ እስከ ዝእጋረይ ደንዚዙ ዕነ ዘን ደቀይ ኣዛውራኒ። ነናይ ኣደይ። እናይ መዓረይ። ኣህ ቀጽሊ እቲ ብለጽ። ሰብ እኮ ዝረብሕ እቶት እንተዘይብሉ ከመይ ኢሉ እዩሞ ክዓግብ እንድዒ። እዛ ናይ ተስፋይ ዘረባስ ኣሽሪፍኩማ መስለኒ። ተመስገን ምባል እኮ ዕግበት እዩ። እዚኣስ ስቕ ኢልካ ንነብስኻ ምጽንናዕ እያ መምህረይ። ግን ኣብዚኣ ብዛዕባ ናብራ ዲና ንዛረብ ዘለና ዋላስ ብዛዕባ ሞያ? ሙያ እኮ ኢሉ ኢሉ ንናብራ እዩ ዘገልግል። በቲ ኢልና በትስ ናብ ገንዘብ ኢና ክንመጽእ። ተስፋይ ኣነ ንሞያይ እየ ዘፍቅሮ። ምናልባት እቶም ዓንተወይ ትጠቕሶም ዝነበርካ ኣሃዛት ንዓይ ናይ ዓመት ወይ ናይ ክልተ ዓመት ደሞዘይ ክኾኑ ይኽእሉ እዮም። ልክዕ ግን ሐዘኒ ኣብዚ ዘለኻዮ ተዋፊረ ነይረ እንተዝኸውን መዓልታዊ ወይ ኣብ ሰዓት ዝረኽቦ ገንዘብ ምኾነ ግን ኣነ ነዚ ኣይመርፆን እየ። ሃብቲ ዝፀልእ ሰብ ኣሎ ድዩ? ምህብታምን ምድካይን ኣይኮነን እቲ ሕቶ ኣብ ሞያኻ ዘለካ ክብሪ ንሞያኻ ትኸፍሎ ዋጋ ብዝኾነ ይኹን መዐቀኒ ኣብ ዋጋ ዕዳጋ ተእትዎ ኣይኮነን። ንዓባ መምህር ሎሚ እዛ ሰብ ትሪኣ ኣለኻ ኩላ ነቒሓ እያ ገንዘብ ክትምህርስ ትገብሮ ዘላ ጸለፍለፍ ኣይጠፍኣካን እዩ ምኽንያቱ ክብሪ ዋጋታት ንባዕሉ ገንዘብ ንኸተዋህልል እዩ ዝድርኽ ኣነ ሓደ ሓደ ግዜ ይገርመኒ ከመይ ኣቢልኩም ብሽሕ ብክልተ ሽሕ ነዚ ናብራ ትሰግርዎ ኣለኹም ብጣዕሚ ብጣዕሚ እዩ ዘደንጽወኒ
ተስፋይ ነብስኻ ከም ዝገበርከ ብሽሕ ብክልተ ሽሕ ምንባር ንዓኻ የደንጽወካ ይኸውን ንሕና ግን ነካውኖ ኢና ደሓር ከኣ ኣብዛ ዓለም እዚኣ ንኽንነብር ኢና ንበልዕ እምበር ንኽንበልዕ ኣይኮናን ንነብር ማለተይሲ ንእሽተይ የኸስዐና ዋዋዋ ኣይትህበን መምህር የሕዋት ኢናኮ። እብለካ ኣለኹ ብልቢየ። ኣይመስለንን።
መጻእናኩም ደቀሺ ዘወር ዘወር ኢልና። ጽቡቅ ጌርካ። ንበይንኹም ዶ ገዲፍናኩም? ኣና ደሓን እየ። ዕላል ሒዝና ጸኒሕና። ደሓና ድያ ነዕልል ኢና ጸኒሕና። ኮፈሊ ስማዕ እንዶ መምህር ገጽ እኮ እዩ ዝምስክር። ሰብሲ ከምዚ ከማና ምልእልእ ኢሉ ወላህላህ ተበለ እዩ እምበር ግዝፊ እሞ
እንታይ ጥቕሚ ኣለዎ ኢልክዮ? እዋእ እንታይ ኮይኑ እንተ ወሓደስ ነቲ ትነብሮን ትበልዖን እምበር ኣፍ ኣውጺ ይምስክረልካ ኣይርከብን እዩ እምበር ጮማ ዶ ጽላእ ኢልኩሞ።
ኣብ ዘበነ ሳይነስ ጮማ ምብላዕ ማለት ብገንዘብካ ሕማም ምዕዳግ ማለት እዩ። መናሃርያ ናይ ደም ብዝሕን ናይ ሽኮርን ምዃን ማለት እዩ። እንዳ ተስፋይ ይትረፍኩም ኣሕምልቲ ድኣ ኣዘውትሩ። ውይ! እወ! በስመኣብ ወወልድ መንፈስ ቅዱስ መምህር ትፈልዎ እንታይ ጌርናኩም ወደይ ሓምልስ ደሓን ዋኑ እለዎ።
ሎሚ ኮይኑ እምበር ቀደምሲ ሰብኣይ ተደሊኽስ መምህር ሕሸኪ እዩ ዝበሃል ነይሩ ግዜ መፈራረዲ ግን ፅቡቅ ኣይገበረን። ታይ ግድኺ ሕጂ ውን ማይ ኣይሓለፎን እዚ እዋን እዚ መልሕቒ ደርቢዩ ንዘልኣለም ከምዚ ዘለዎ ደው ኢሉ ኣይነብርንዩ ሓደ መዓልቲ መምህር ኣብ ልክዑን መልክዑን ቦትኡ ክህሉዩ። ብዝኾነ ናብ መንቀሊና ክንምለስ እሞ ብሙያኻ ተሓጎስኩኻኸ ከመይ ጽቡቕ ይትንክፈካ ከይህሉ እምበር መረዳእታይ ኣብ መምህርና ከም ተዓንቶ እዩ ዝገለጽኩልካ እዩ ንስኻ እውን ሰዲርካ ኢኻ ናብራ ከም ዝተረካ እውን ይርዳእኒ ስለዚ ሲ ኣብ ትርግፊ ግዜኻ ነዞም ደቀይ ትምህሮም ምክንያቱ ብጣዕሚ ይሰንፉ እዮም ዘለዉ ኣነ ከኣ ዓስብኻ ሂበካ በዚ መንገዲ እተሓጎዝኩኻ ከ እንታይ ይመስለካ? ኣብዚኣ ግን መን እዩ ክሕግዝ መን እዩ ክሕገዝ? እዋእ ንስኹም እምበር መን ደኣ ክሕገዝ? ትብለጽ ኣይትጋገይ ሕጂ ውን ትልሙኑ ዘለኹም ንስኹም ኢኹም። ወይለከ ንሕና ድኣ እንታይ ስኢንና ንልምነኩም።
ብዝሒ ገንዘብ እምበር ብዝሒ ፍልጠት ኣብ ገዛኹም ስለ ዘየለ። ከመይ ደቅኹም ኣብ ትምህርቲ ደኺሞም ምስ ዝኸሙ ቆልዑ ከኣ ክነፍዑን ክሕይሉን ትደልዩ ኣለኹም። ስለዚ ብኻልእ ኣዘራርባ ዋሕዲ ፍልጠት ንዘጋጥሞም ደቅና ሓግዘልና ኢኹም ትብሉ ዘለኹም። መምህር ነዚ ዘረባ ናብ ደስ ዝበለካ ትትርጉሞ ኣለኻ። ኣነ እኮ መብላዕ መብልዑ ኢለየ እምበር ኣሽሓተይ ጫሕ ኣቢለ ደቀይ ከምህሮም ኣይክጽግመንን እዩ። ተሓሳማይ ጓሳ ገይሩ ይፍጠርካ እዩ ኣይንሕገዝን እንተልኩም እሞ ነዛ ቆራሪት እዋን ብሓምላ ኣድሪ ገርኩም ስገርዋ። ኣፍካ ሕዝቲ
መን ኢኺ ንመን ኢኺ ትሕግዚ ጠሚና።

ኣብ ሓደ ገዛ ኢና ዓቢና ንፋለጥ ኢና። ኣቲ ርግበ ኣደብ እንደ ግበሪ ግደፊ እባ እዛ ቆልዓ ከይትሕምለይ ግደፊ ካልኣ ይኣክላ። ግደፍያ እንደደ ኣበይ ከይትበጽሐ። ዋው ትብለጽ ቁሩባ ሰብ ኣኽበድክን ንምንታይ ዋእ። ደሓን እንታይ እሞ ኣይትፈክርለይ እቲ ትገብርዮ እንዶ ግበርዮ። መዓልቲ ኣለዎ። ካብ ሎሚ ዝዓቢ ግበርዮ እንዶ ዓይንኺ ደም መሊእኪ ሕርር ደኣ በሊ እምበር ኣነስ። ኣይትመክሕለይ ኣቲ ትመክሕለይ ንዓይ

መባኣሲ ቦታ ኣይኮነን ቁሩብ ደሓን እየን ዶክተር የሕዋት እየን እኮ ተሃላሊቀን እየን እምበር ባእሲ የብለንን። ኖኖኖኖ ንስኹም ከ ዘይትኣልይወን ወይለይ ቁሩብ ጸጥታ ኣይተኽብሩ ኣደይ ንግስቲ እንታይ ደኣ ደቂ ክንዴን እወ
ከብዲ ደጉራጉራ ኮይኑ እምበር ደቂ እየን
ኣኽለኪ ኣኽለኪ ኣመ ካውጠኪ ኣብዚ ዋ እንታይ ዝኸነ እስከ እስከ ደ ንግስቲ ዓይና ሓውያ ዶ ሓውያ
ሓውያ ዶክተረይ ሳላ ካብ ብርሃን ርኤ ብርሃን ተዓደል ዝወደይ ናይ ሓቂ ሓውያ ድያ ዋ ንስኻ ትብሎ እንደ ዕምበር ኣነስ ዕንቁ እኮ ካብ ሕፃሙ ፈለኹ እዚ ዳሞ ዓበቢ ብስራት እንዲ በላ እዚኤን እስከ ክንደየን ሰለስተ።
ኦው ብጣዕሚ ጽቡቅ እዚኤን ከ?
እሰን ከኣ ሓሙሽተ።
ኤግዛክትሊ ኣማን ብኣማን ሓዊኻን ኢኻን። ሳላኻን ሳላ እንዳ ተስፋይ ወደይን ብርሃን ርኤ ዞም ደቀይ ብርሃን ተዓደሉ። ኣሜን ኣሜን እሞ ወደይ ንግስቲ ምሳና ድዕሸክን ወላ ንገዛኽን ክንሰደክን። ሕጂስ ንገዛይ ዶ ክኸይድ ዝወደይ? ገዛይ ድኣ ክኸይድ ነቶም ደቂ ጓለይ ክኣ ናፊቐዮም እየ ዘለኹ። ብሕልፊ ንመሮን ወደይ በዚ ዓይነይ ክወጽእ ደልዩ ኣሎ። መን ኢልክኖ? መሮን
ተስፋ እዩ መሮን ኢልዎ እምበር ኣነስ ከም ልበ እየ ዝብሎ። መሮን
ነቲ ንእሽተይ ወድና እያ ሜሮን ክትብል እያ ዶክተር። ያ ያ ተረዲእኒ ተረዲእኒ እሞ ኣደይ ንግስቲ ሓዊኽን እኒኽን ፅባሕ ክትወፃ ኢኽን ንስኹም ከዓ ደኺምኩም እኒኹም እንኳዕ ፃማኹም ኣርኣየኩም። ንስኻ እባ ዶክተር ፍልጠትካን ግዜኻን ብዘይ ብቂነዴና ስለ ዝወፈኻለን ድሒነን በስ ጻማኻ ንወፍሎ ይግበረና። ኖ ስራሕና እንድዩ ልዕሊ ዝኾነ ነገር ሕሙምካ ከምዚ ኢሉ ቋሕ ኢሉ ክትሪኦ እንኮለኻ ካብዚ ዝዓቢ ጻማ የለን። እንጀራ ኣዝጊ ብላዕ ዝወደይ እንጀራ ኣዝጊ ብላዕ ብርሃን ኣይፈለኻ ብዝወለድካዮም ተሓጎስ ዝረገጽካዮ ለምለም ዝተዛረብካያ ቀለም ይግበረልካ ፈጣሪ እታ ኪዳና ምህረት ካኣ ባዕላ ተጽለልካ ኣነ ተሓጉሸ እየ ዶቶር ወደይ ተሓጒሸ መሪቀ ንመረቃ ይህበካ እየ ዝወደይ። ኣሜን ኣሜን ኣሜን ኣደይ ንግስቲ። Thank you ዶክተር ኣዚና ኢና ነመስግነካ። ኦህ እዚ መምህር ዋይ ወላ ዘየስተውዓልኩልኩም ከመይ ትኾኑ ከመይ ኣለኻ ደሓን ዶ ኣለኹም ጽቡቕ ኦ መምህር ወይለይ ዶክተር ወደይ ምስ መምህር ትፋለጡ ዲኹም እወ ንፋለት ኢና በል ሰብኣይ ጓለ እዩ ተስፋይ ክኣ ሰብኣይ ትብለጽ። ኦው ብጣዕሚ ጽቡቅ በል ኣደይ ንግስቲ እዚ ኩሉ ዝመረቅክናኒ ዋንኡ ተረኪቡ ኣሎ ንዓይ ዘይኮነ ንመምህር እዩ ዝግባእ። ዋይ ተውሳኺትሉ መምህር ድኣ ኣብዚ የለ ብቲ ሓሻ ካበይ ኢልዎ ኢልካዮ ኢኻ። ን ብልቢ እየ ዝዛረብ ዘለኹ። ን መምህር ቁሩብ ዘኪርኩምኒ ዶ? ባእ ዋላ ዋላ ቁሩብ ድኣ ኣበይ እሞ ክብል ቅድሚ ዓሰርተ ዓመት ኣብ ቤት ትምህርቲ ጸዳል ነርባሕተ ዓመት ኣካታቲሉ ካብ ዩኒት ቀዳማይ ዝወጽእ ዝነበረ መን ትዝክሩ? ቅድሚ ዓሰርተ ዓመት ቤት ትምህርቲ ጸዳል ኣንታ ሓደ ቀይሕ ቀጢን ቆልዓ ነይሩ ወረግ ተዘይተጋግየ ቆቋሕ ድብሎ ነይረ
በሉ መምህር ቅድሚ ዓሰርተ ዓመት ቆቋሕ ትብልዎ ዝነበርኩም ተማሃራይኩም እኖ ሕጂ ዶክተር ኮይኑ ኣብ ቅድሜኹም ደው ኢሉ ኣሎ ኦ ግሬት
መምህር ንዓይ ካብ ታሽዓይ ክፍሊ ክሳብ ዓሰርተ ክልተ ክፍሊ ባዮሎጂ ምሂሮምኒ ኣብ ህይወተይ ካብቶም ዘይርስዖም ሓደ ኣብ ቅድሚት ካብ ዝስርዑ መምህር ኣሚነ መምህር ብዘይ ምግናን ንዓና መልሚሎም ፍልጠቶም ኣብ ርእስና ኣስፊሮም ናብዚ ደረጃ ንክንበፅሕ መንገዲ ዝፀረጉልና ሰብ ንዓይ ጥራይ ዘይኮኑ ንብዙሓት ኣብዛ ሃገር ዕዙዝ ስምን ኣበርክቶን ዘለዎም ሊቃውንቲ ማለት ሓካይም፣ መሃንድሳት፣ ኢንጅነራት፣ ጠበቓታት፣ ደያኑ፣ ስነጥበባውያን፣ ጋዜጠኛታት፣ ኣመሓደርቲ ኮታ ንብዙሓት ምሁራት ዘፍረዩ ሰብ እዮም። ብሓጺሩ ኩልና ፍረጻማ መምህር ኢና። እዚ ኣደይ ንግስቲ ረኺብክንኦ ዘለኽን ብርሃን ከኣ እቲ ቀንዲ ምንጩ መምህር እዮ። ስለዚ ኣቐዲሙ ብሰብኣይ ጓልክን ማለት ብመምህር ዝሓለፈ ፍልጠት እዩ እሞ እቲ ምርቓ ንመምህር እዩ ዝግባእ። ዝቡሩኽ ወደይ ኣይ ሊቅ እንድዩ ፍጥር ክብል ሊቅ ሊቃውንቲ እዩ ኣንታ እዛ ጓለይ ርሕስቲ እንድያ